Hi hi guys ተስፋ መላከ ካብቲ ጠቓሚ ዩቲዩብ ቻነል እየ ሎመዓልቲ ከዓ ብሓንቲ ሓሳባት ኤን ሜን ክንበሃል ኢና ሓሳባተይ ከፍስስ እየ ሓሳባትኩም ርእቶኹም ተልዩ ዝኾነ ነገር ተዳልዩኩም ከዓ ኣብ ኮመንት ክፅዕፉለይ ተስፋ ይገብር ኣነ ከዓ ንኹሉ ኣንቢበ በብግዚኡ ግቡእ መልሲ ክህብ ኢንተርኣክት ክንገብር ኢና ማለት እዩ። ስለዚ ሎምዓልቲ ሓሙሽተ ኣገደስቲ ነጥብታት ኣፍራዪ ህይወት ንኽትነብር ዝሕግዛኻ ሒዘልኩም መጺኤ ዘለኹ። ብጣዕሚ ኣገደስቲ እየን። ሓሙሽተ ኣገደስቲ ነጥብታት እየን። ገሊኡ ክትገብረን ዘለካ እየን፣ ገሊአን ከኣ ክትወግደን ዘለካ እየን ማለት እየን። ስለዚ እቲ ቀዳመይቲ ቀዳሚት ሰሪዐያ ዘለኹ ኣዝያ ኣዝያ ኣገዳሲት ነገር እሞ ኸኣ ከነወግዳ ዘለና ባህሪ እንታይ እያ ትብል ኣፍራዪ ንኽትከውን ማለት እያ ኣፍራዪ ንኽትከውን ኣፍራዪ ዝኾነ ህይወት ንኽህልወካ ከተወግዳ ዝግብኣካ ቀዳመይቲ ኣገዳሲት ነጥቢ እንታይ እያ ኣይትፍረድ ትብል እያ ኣይትፍረድ ወይ ከኣኒ ኣበር ናይ ሰባት ከተውፅኢልካ ሃሰው ምባል ወይ ጉድለት ናይ ሰባት ጥራይ እትርኢ ሰብ ምዃን እዚ ከነወግዶ ይግብኣና እዩ። መጀመርታ መጀመርታ ክትፈርድ ከለኻ እንታይ ኢኻ ትገብር ዘለኻ? ክትፈርድ ከለኻ ወይ ኣበር ወይ ኣበሳ ወይ ጌጋ ናይ ኣሕዋትካ ወይ ጉድለት ናይ ኣሕዋትካ ናይ ካልኦት ሰባት ክተውፅእ ክትጅምር ከለኻ መጀመርታ መጀመርታ ንስኻ ጉድለት ከም ዘለካ ከረስዓካ ይኽእል እዩ። ካልኣይ ከኩሉ ግዜ ኣበር ናይ ሰባት ከውጽእ ዝውዕል ሰብ እቲ ናቱ ኣእምርኡ ዲኣክቲቨይት እዩ ዝኮን እቲ ማይንድ ሰት ናትካ ዲኣክቲቨይት ይኮን እቲ ኣእምሮካ እቲ ኣተሓሳስባካ ኩሉ ግዜ ኣብ ካልኦት ሰባት ዘተኮረ እዩ ዝኮን ኣብ ናትካ ውልቃዊ ወይ ሓበራዊ ስራሕ ዘተኮረ ኣተሓሳስባ ወይ ኣእምሮ ኣይህልወካን እዩ። ስለዚ እዚ ናትካ ማይንድ ዲኣክቲቨይት ዝገብር ሕማቕ ባህሪ ኣብ ካልኦት ሰባት ምትኳር ጥራይ ወይ ኣበር፣ ኣበሳ፣ ጌጋ፣ ጉድለት፣ ናይ ሰባት ክትርኢ ጥራይ ምውዓልካ እዚ ኣፍራዪ ህይወት ንኸይትነብር ነቲ ክትገብሮ ዝግባእካ ኣብ መዓልቲ ድዩ ኣብ ሰሙን ድዩ ኣብ ወርሒ ድዩ ኣብ ዓመት ክትገብሮ ዝግባእካ ንኸይትገብር ዝሃስየካ ባህሪ ስለዝኾነ ተቐዳመይቲ ክንኣልያ ዝግባእና ባህሪ እዚኣ እያ እብለኩም። ካልኣይቲ ክቡር ዝኾነ ነገር ናትካ ንሕሱር ዝኾነ ነገር ክትህብ ወይ ክትልውጥ ኣይግባእካን እዩ። እዚ ማለት እንታይ ማለት እዩ? ግዜኻ ንኣብነት ብዛዕባ ግዜ ክንዛረብ ተኾይና ግዜኻ ክቡር እዩ። ግዜ ኣይምለስን እዩ ግዜ ሓንሳብ ምስ መጸካ ካልኣይ ግዜ ደጊምካ ክትረኽቦ ኣይትኽእልን'ኻ ስለዚ ነዚ ክቡር ዝኾነ ግዜኻ ኣብ ሕሱር ዝኾነ ንጥፈታት ንኣብነት ከም ኣበር ናይ ሰባት ምድላይ ጉድለት ናይ ሰባት ምድላይ ኣበሳ ሰባት እናርኣኻ ብዛዕብኡ ከተኳማስዕን ብዛዕብኡ ክትዛረብን ይህን ሜን ክትብልን ዲኣክቲቬት ዝኾነ ኣተኣሓስባን ኣእምሮን ሒዝካ ካብ እትነብር እቲ ክቡር ዝኾነ ግዜኻ ኣብ መጽናዕቲ ኣብ ርእስኻ ምምዕባል ኣብ ጽቡቕ ነገራት ክትመሃረሎም እትኽእል ሰባት ናቶም ኣብነት ኣብ ምጽናዕ፣ ናቶም ኣብነት ኣብ ምውሳድ፣ ናቶም ኣብነት ኣብ ምኽታል፣ ናቶም ኣሰር ኣብ ምስዓብ ግዜኻ ክተሕልፎ ተመራጺ ይኸውን። ስለዚ እቲ ክቡር ዝኾነ ግዜኻ፣ ብዛዕባ ግዜ ኣጋጣሚ ኣብነት ስለ ዝሰጥኩ፣ ክቡር ገንዘብካ ክኾን ይኽእል እዩ። ገንዘብካ እውን ንሕሱር ነገር ኣሕሊፍካ ክትህቦ ኣይግብኣካን እዩ። ገንዘብካ ሪእስካ ደኺምካ ዘምጻኻዮ ኣብ ዘይከውን ትርጉም ኣብ ዘይብሉ ነገራት ወይ ንብረት ወይ ዝኾነ ዓይነት ማለት እዩ ከተጥፍኦ ግቡእ ኣይኮነን። ስለዚ እታ ካልኣይቲ ባህሪ ክንዕቅባ ዝግብኣና ወይ ከዓ ክንገብራ ዝግብኣና እንታይ እያ? ክቡር ዝኾነ ነገራት ንሕሱር ዝኾነ ነገር ክትህቦ ኣይግብኣካን እዩ። ካልእ ኣብነት እውን ክቡር ሓሳብ ክህልወካ ይኽእል እዩ። ፕሮጀክት ክህልወካ ይኽእል እዩ፣ ዓቢ መደብ ክህልወካ ይኽእል እዩ፣ ዝኾነ ነገር ናይ ምግባር ሓሳባት ይህልወካ ይኸውን፣ ክቡር ዝኾነ ሓሳባት፣ ብእኡ ድማ ብዙሕ ነገራት ክትገብር ትኽእል፣ ገንዘብ ድያ ክትእትወሉ ትኽእል፣ ንብዙሓት ሰባት ድያ ክትልውጠሉ ትኽእል፣ ክቡር ዝኾነ ሓሳብ ክህልወካ ይኽእል እዩ፣ ስለዚ ነዚ ክቡር ዝኾነ ሓሳብ ምስ መዘንኡ ዘይኮኑ ሰባት እንተ ክትመያየጠሉ ጀሚርካ፣ ክትዛረበሉ ጀሚርካ፣ እንታይ ዝኮን ዘሎ እቲ ክቡር ነገርካ ንሕሱር ነገር ኣሕሊፍካ ትህብ ኣለካ ማለት እዩ ስለዚ እቶም ሰባት ከኣ ብኡ ወሲዶም ከጥቅዑካ ይክእሉ ወይ ሓሳብካ ክሰርቅዎ ይክእሉ ወይ ዝኮነ ጉድኣት ከምጽኡልካ ይክእሉ ማለት እዮም ስለዚ ክቡር ዝኮነ ነገር ኩሉ ግዜ ገንዘብ ክኮን ይክእል እዩ ሓሳብ ክኮን ይክእል እዩ ንብረት ክኮን ይክእል እዩ ግዜ ክኮን ይክእል እዩ ሂወት ክኮን ይክእል እዩ ኩሉ ክቡር ዝኮነ ነገር ንሕሱር ዝኮነ ነገር ኣሕሊፍካ ክትህብ ግቡእ ኣይኮነን ማለት እዩ እቲ ኣሳሰይቲ ከዓ ደላይ ክትከውን ኣለካ ክትደሊ ክትክእል ኣለካ ኣብ ክንዲ ኣበር ናይ ሰባት ምድላይ ኣወንታዊ ነገራት ናይ ሰባት ምክንያት መዐወቲኦም ምክንያት ልዕል መበሊኦም ምክንያት ጥበበኛታት ምዃኖም ምክንያት ብዙሕ ፍልጠት ምህላዎም ካብይ ዝተበገሰ እዩ ስለዚ ኩሉ ግዜ ደላይ ትደሊ ተዳ ኮንካ እቲ ናትካ ኣእምሮ ኣክቲቨይት እዩ ዝኸውን ከምቲ ዝበልናዮ ክትፈርድ ክትውዕል ብዛዕባ ካልኦት ሰባት ጥራሕ ክትዛረብ ትውዕል ተኾይንካ ዲኣክቲቨይት ከም ዝኸውን ኣእምሮኻ ከም ዝለምስ እንተ ክትደሊ ክትስዕር ጀሚርካ ሃሰው ክትብል ጀሚርካ ክትሓትት ተጀሚርካ ኣብኡ መጠን ከ ኣእምሮኻ እንታይ ይኸውን ኣክቲቨይት ይኸውን ዝነቕሓ ኣእምሮ ይህልወካ ብቐሊሉ ንለውጢ ዝተዳለወ ኣእምሮ ይህልወካ ስለዚ እቲኣ ሳልሰይቲ ነጥቢ እንታይ እያ? ሃካይ ክትከውን የብልካን፣ ደላይ ክትከውን ኣለካ። ምድላይ ኩሉ ግዜ ንኣእምሮኻ የበራብሮ፣ ሓድሽ ሓሳብ ክሓስብ ይገብሮ፣ መገዲ ሃሰው ክብል ይገብሮ፣ መፍትሒ ኣብ ምድላይ ዝያዳ ዝተበራበረ ዝነቕሐ ኣእምሮ ክህልወካ ይገብረካ ማለት እዩ። ስለዚ ደላዪ፣ ሓታቲ፣ ሃሰው በሃሊ፣ ናብዝን ናብዝን ንየማን ንጸጋም ጠማቲ ክትከውን ከኣ ኣገዳሲ ኮይኑ ይርከብ ማለት እዩ። ማይንድ ኣክቲቨይት ይገብር እዩ ዝብልና ኣለና። ራብዐይቲ ካኒ ንብዙሓት ዘይምስዓብ ኩሉ ግዜ ብዙሓት ማለት ምስ ሓቂ ሓደ ማለት ኣይኮነን ብዙሕ ሰብ ይገብሮ ትደሃልዩ ቁኑዕ ወይ ሓቂ ማለት ኣይኮነን ስለዚ ኩሉ ግዜ እንታይ ክትኮን ኣለካ ሓደ ሓደ ሓደ ሓደ ሰብ እንታይ ክብል ሰሚዐዮ ነቶም ብዙሓት ተዓዘቦም እሞ ልክዕ ኣንሳብ ናቶም ተጓዓዝ ክብል ሰሚዐ ማለት እዩ ስለዚ እንታይ ክትገብር ዘለካ እቶም ብዙሓት ዝገብርዎ ዘለዉ እንታይ እዩ ሪኢኻ ተዓዚብካ ንስኻ ከኣ ፍሉይ ሰብ ምዃንካ ተረዲእካ ናትካ ፍሉይ ዝኾነ ኣንፈት ናትካ ፍሉይ ዝኾነ ዕላማ ናትካ ፍሉይ ዝኾነ ጉዕዞ ክትጅምር ይግበኣካ እዩ እዚ ከኣ እንታይ ይገብረካ ንስኻ ፍሉይ ምዃንካ ዝያዳ ከተስተውዕል ኣብ ርእስኻ ዝያዳ ተኣማንነት ክህልወካ ሪስክ እትወስድ ሰብ ምክንያቱ ኣንጻር እቶም ብዙሓት ትኸይድ ስለ ዘለኻ ሪስክ ዘለዎ እዩ ማለት እዩ ምክንያቱ ኩሉ ግዜ ኣንጻር ብዙሓት ትኸይድ ተለኻ ዝብሉኻ ነገር ክህሉ ይኽእል እዩ፣ ብሕታውነት ክስምዓካ ይኽእል እዩ፣ ትጋገ ዘለኻ ኮይኑ ክስምዓካ ይኽእል እዩ፣ ምኽንያቱ እቲ ማይንድ ሰት ኣብዛ ዓለም ዘሎ ሕጂ ብዙሓት ዝገበርዎ ከም ሓቂ እዩ መብዛሕትኡ ግዜ ከምኡ ስለ ዝውሰድ ማለት እዩ። ስለዚ ነቶም ብዙሓት ተዓዘቦም ንስኻ ከኣ ኣንጻሮም ተጓዓዝ። ናትካ ዝኾነ ዕላማ ይሃልወካ፣ ናትካ ዝኾነ መንገዲ ይሃልወካ፣ ናትካ ዝኾነ ኣተሓሳስባ ከተማዕብል፣ ናትካ ዝኾነ ቅዲ ህይወት ከተማዕብል፣ ናትካ ዝኾነ ኣከዳድና ከተማዕብል ክትጽዕር ይግብኣካ እዩ፣ Risk Taker ክትከውን ይግብኣካ እዩ ማለት እዩ። እታ ሓምሸይቲ ኣገዳሲት ነጥቢ ኢለ ሒዘያ ዘለኹ ከኣኒ ካብ ሓሰውቲ ሰባት ተጠንቀቕ። ከም ዝበልናዮ እስኻ ካብ ምፍራድ ተወገድ ንብል ኣልና እቲ ዘይትፈርድ ኣበሳ፣ ኣበር፣ ጉድለት ናይ ሰባት ዘይትደሊ ኣእምሮኻ ዲኣክቲቬት ዘይትገብር ዓይነት ሰብ ክቡር ግዜኻ ክቡር ንብረትካ ክቡር ነገራትካ ከኣ ንሕሱር ነገር ኣሕሊፍካ ዘይትህብ ደላይ ጻዕራም ዘይሃካይ ሃሰው ትብል ንብዙሓት ዘይትስዕር ናትካ ዝኾነ ቅዲ ሂወትን ኣተሓሳስባን ዕላማን ሸቶን ሒዝካ እትጓዓዝ ሰብ ሪስክ እትወስድ ሰብ ኢኻ ንብል ኣለና ስለዚ ኣብ መወዳእታ እንታይ ክትገብር ኣለካ ካብ ሓሰውቲ ሰባት ቆርበት ናይ በጊዕ ተኸዲኖም ዝመጹ ተዃሉ ክትጥንቀቕ ኩሉ ግዜ ጥበበኛ ክትከውን መስተውዓሊ ክትከውን ጥንቁቕ ክትከውን ከኣ ይግብኣካ እዩ ምክንያቱ ኩሉ ግዜ እንተ እስኻ ፍሉይ ኮይንካ ናትካ ዝኾነ ፍሉይ ቅዲ ህይወት ፍሉይ ዝኾነ ኣካይዳ ፍሉይ ዝኾነ ዕላማን መደብን ሒዝካ ሓንሲስካ ትኸይድ ኣሊኻ ምናልባት ከዳናግሩኻ ዝኽእሉ ሰባት ከዳናግረካ ዝኽእል ሓሳባት ቀንዲ ቀንዲ እኮ ሰባት ነቲ ናትካ ጉዕዞ ከባላሹ ካብ ዝኽእሉ ዘይ ጥበበኛታት ዘይ መካይድትኻ ዘይ ከምቲ ናትካ ዕላማ ዘይብሎም ነቲ ናትካ ዕላማን ሂወትን ዘይሰማምዕሉ ግን ከኣ ከም ዝሰማምዑ መሲሎም ዝቐርቡኻ ሰባት እዞም ሓሰውቲ ኢልናዮም ዘለና ክትጥንቀቕ ይግባኣካ ምኽንያቱ ካብዞም ሓሰውቲ ሰባት እንተ ዘይተጠንቂቕካ ነቲ ዝመደብካዮ መደበን ዕላማን ሸቶን ንኸይትሃርም ምኽንያት ክኾኑኻ ይኽእሉ እዮም። ስለዚ ክቡራት ኣሕዋት ክሳብ ሕጂ ምሳይ ምጽናሕኩም ክቡራት ተኸታተልና ብጣዕሚ የመስግነኩም። ሓደስቲ እንተ ኮይንኩም ሳብስክራይብ ክትገብሩ ብክብሪ ይዕድመኩም። ቅድሚ ሕጂ ዝመጻኹም ሰባት ተኾይንኩም ከኣ ሼር፣ ላይክ፣ ኮመንት ግበሩ። ኮመንትኹም ኣንቢበ ዝጸሓፍኩሞ ኣንቢበ መልሲ ክህበኩም እየ። ሓሳባትኩም ኣፍስሱ ክሳብ ሕጂ ምሳይ ስለ ዝጸናሕኩም ካልእ ግዜ ከኣ ብሓድሽ ቪድዮ ክሳዕ ንራኸብ ንኹላትና ሰሰናዩ።